ከመይ ቀኒኹም ከምቲ ልሙድ ንሎሚ ውን መደብ ንልቦና ንዓኹም ይበቂዕ'ዩ ዝበለቶ ንገለ ዘሕስበኩም ወይ ውን ዘስሕቐኩም ትሕዝቶታት እያ ቀሪባትልኩም ዘላ ንምክትታልኩም ብኽብሪ ንዕድም።

እቲ ዘቕረቦ ምኽንያት ግን ኣይነጸግክዎን። ኣብ እንዳ ድኳን ኣቲኻ እንታይ ደሊኻ ዝብለካ ወይ እንዳ ባር ኣቲኻ እንታይ ክእዘዝ ዝብለካ ሰብ የለን። እንተ በለካውን ብዝሑልን ሕልናኻ ብዘዕርብ መገድን እዩ። ኣብ ሃገርና ግን በቲ እንዳ ድኳን ክትሓልፍ ከለኻ ጥራይ ከም ኣሞራ ብደውካ ክበልዑኻ'ዮም ዝደልዩ። ብምባል ገለጸለይ። ይኹን እምበር ኩሉ ሸቃጣይ ሃገርና ክምረር ኣይግባእን። ግን ከኣ ከምቲ እቲ ህንዳዊ ብጻየይ ዝበሎ፣ ህዝብና ምስ ካልኦት ህዝብታት ምስ እነነጻጽሮ፣ ኣብ ሸቐጥ ዘለዎ ኣረኣእያ፣ መሃዝነትን ፈጠራውነትን ዝጎደሎ ኣብ ልዕሊ ምዃኑ፣ ሸለልትነት ዝበዝሖን ድማ እዩ። ኣቱም ገዛ ሰብ የለን ድዩ? በልኩ ኣብ ሓደ ብርሃን ዝጎደሎ እንዳ ድኳን ኣትየ። ዝበዝሕ ድኳናት ኣስመራ ጸልማት እዩ። ሉቸ ሰብ ከም ዝስሕብ ዝግንዘብ ሰብ ውሑድ እዩ። መን ኢኻ? መጽእ ኣለኹ! ዝብል ድምጺ ብሽታ ቡን ተሰንዩ መጸኒ። እተን በዓልቲ ድኳን ኣብቲ ውሻጠ ዀይነን እየን ቡን ዝሰትያ ነይረን። ብልበን ድማ፣ እንታዋይ ደኣ እዩ እዚ ብተኣወል ቡነይ ዝህውኸኒ? ኢለን ኣንየኾና። ገፈፍ እናበላ ምስ መጻ፣ ሶፍቲ ኣለክንዶ? ብምባል ሓተትክወን። ሶፍቲ ዘይብልና? ብምባል ድማ መለሳለይ። ዘይብልና፣ ዘየለ፣ ዘይሓዝና ዝብላ ቓላት ነተን የለን፣ ኣይሓዝናን ዝብላ ቓላት ንምልስላስ ወይ ንምፍኳስ ተባሂለን ዝዝውተራ እየን። እንሀሎ እንዶ ኣብቲ ተደርዲሩ በልክወን እዋይ እወ ሓቅኻ ዝወደይ ልበይ ምሳይ ዘየላ በላኒ ሓቀን እየን ልበንስ ምስ ተኣወልጉን እየን ገዲፈንኣ መጺኤን ቀደም ዘበን ይዝከረኒ ድኳናት ኣስመራ ብደቂ የመን ተሓዚኡ ነበረ እዞም ከም ጀበሊ ንፈልጦም ዝነበርና ሰብ ድኳን ኣብ ነፍሲ ወከፍ ዕዳጋ ከም መተባብዒ መጠን ተምሪ ወይ ሓለዋት ይህቡና ነበሩ ንሕና ድማ ነቲ ካብ እተፈላለየ ድኳናት እንረኽቦ ገጸ በረኸት ብምውድዳር፣ ናብቲ ብምቝሽሽ ዝያዳ ዜዕግበና በዓል ድኳን ንኸይድ ነበርና። የመናውያን ካብ ሃገርና በብቝሩብ ኪወጹ ምስ ጀመሩ፣ ነቲ ሸቐጥ ኤርትራውያን ኪኣትውዎ ጀመሩ። ግን ብዙሕ ኣይከኣልዎን። በዓል ዓሊ ወይ ሳልሕ ዓቕልን ትዕግስትን ነይርዎም። ኣብ ልዕሊ እቲ ዚህቡኻ ብርኩት ምቝሽሽ ድማ፣ ኣደይሲ ምለሰለይ፣ ምለሰለይ ኢላትካ ምስ ንብሎም እውን፣ ሕራይ ኢሎም ነቲ እተሸጠ ኣቕሓ ይመልሱልና ነበሩ። በዓል ጉርሞን በዓል ወልደገሪማን በዓል ተማንን ምስ መጹ ግን ሞቕሽሽ ከውሕዱልናን ክቋየቑናን ደኣ ጀመሩ። ደገናን ውሽጥናን ዝፈልጡ ብምንባሮም ድማ ዘረባታት የብዝሑ ነበሩ። በዚ እተላዕለ ክሳዕ ናይ ሸቐጥን ምስሳይን ጥበብ ዝመሃሩ ናብቶም ባዕዳውያን ሸቃጦ ክንእለ ግድን ነበረ። ናይ ሸቐጥ ባህሪ ካብ ህዝቢ ናብ ህዝቢ ይፈላለ እዩ። ካብኡ ናብኡ ኣብ ዓለም ብናይ ድኳን ሸቐጥ ፍሉጣት ዝኾኑ ህዝቢ ቻይናውያን እዮም ይበሃል። ትዕግስቲ መሊእዎም እዩ። ሓደ ቻይናዊ ሸቃጢ ሳእኒ ሓንቲ ጽምዲ ጫማ ክትወስደሉ ብማለት ነቲ ምሉእ ድኳን እንተ ገላበጥካዮ እውን ኣብ ገጹ ናይ ኩራ ምልክት ኣየርእን ይበሃል። ኩሉ ግዜ ናይ ፍሽኽታ ማስኬራ ኣብ ገጹ ኣሎ። ፍሽኽ ዘይብል ሰብ ድኳን ኣይኽፈት ዝብል ምስላ ካብ ቻይናውያን ዝመንጨወ እዩ። ሓደ ወዲ ዓድና በዓል ድኳን፣ ንዘይትገዝኣሉ ክዳውንቲ ምስ እትዕቅን፣ ብውሽጡ ክንደይ ጸርፍታት የዝንበልካ ምህላዉ ኣብ ገጹ ርኢኻ ክትግምት ትኽእል። ካብኡ ስዒቡ ዓረበቶት ኣብ ሸቐጥ ዘለዎም ዝና ጥንታዊ'ዩ። ዓረበታይ ኣብ ድኳኑ መርፍእ ክትዕድግ ኣቲኻ፣ ፈትልን መልጎምን ቀጺሉ'ውን ክዳንን ሰፋይት መኪና ለኻኺምካ ከም እትኸይድ'ዩ ዝገብረካ። ፍሽኽታን ዕላልን ድማ ከም ንቡር ገይሩ'ዩ ዝጥቀመሉ። ዓሊ ቦርኮ እንብሎ ዝነበርና የመነታይ በዓል ድኳን፣ ኣብ ገዛ ክንሻ ክንመሃር ከሎና፣ ኣብቲ ኣፍ ደገ ድኳኑ ሓንቲ ማይ ዝመልኣት ጠቃር በርሚል ነይራቶ። ንዓና ተባሂላ እያ ኣብኡ ሰፊራ። ዕረፍቲ ምስ ወጻእና በቲ ጥቓኣ ዝነበረ ረሳሕ ታኒካ ጌርና ማይ ንሰቲ ነበርና። እግረ መገድና ድማ ሓለዋት ወይ ፎፎል ወይ ጭሕሚ ዓንቀር ንገዝኣሉ። ኣብዚ እዋን ግን እቲ ትዕግስትን ልቦናን ምጭራቕን ናይ ሸቃጦ ተሪፉ። ኩሉ ሃረምረም ክብል ጀሚሩ። ሸቃጦ ብደውና ከይበልዑና ንፈርሕ ኣሎና። ሓደ መዓልቲ ኣብ ፋርማቺ ኣትየ ፈውሲ ሓተትኩ። ናይ ሰዓል ሽሮፖ ኣለኩም ዶ? ብምባል ተደሃኹ ብትሕትና። መቸም ኩሉ ግዜ ብ ካልእ ሃለው ኢልኩም ምስ ሰኣንኩም ኢኹም ናባና እትመጹ። ዝብል ድቦላ መልሲ ምስ ተቐበልኩ፣ ካልእ እውን ክገዝእ ደልየ ነይረ። ስለ ዝዓገተኒ ግን። ካልእ ሕማም ከይሸመትኩ ከለኹ ነታ ሽሮፖይ ሒዘ ንገዛይ ከድኩ። ሓደ ብጻየይ ነይሩ ሕማም ልቢ ዝነበሮ። ንሱ ሓኪም ዝኣዘዘሉ ወረቐት ሒዙ ናብ ፋርማቻ ይኸይድ። ኩሉ ገዛዚኡ ምስ ወደኣ ሕሳብ ይሓትት። ሓሙሽተ ሚእቲ ናቕፋ ዝብል መልሲ ይወሃቦ። ከቢድ መሳርያ እተተኮሰሉ ኮይኑ እዩ ተሰሚዕዎ። ብቐደሙስ ከምዝን ክንድዝን እንድዩ ሕማም ልቢ ዝፈጥረለይ ዘሎ? ብምባል ክፍ ኢሉ ወጸ። እቲ በዓል ፋርማቻ መስተውዓሊ ነይሩ እንተዝኸውን፣ በል ቁሩብ ጎዲለልካ ኣለኹ ናይ ታክሲ፣ ብምባል ካብቲ ህሩፍ ዋጋ ምጎደለሉ እሞ ዓሚል ምረኸበ ነይሩ። ኣብ ሃገርና ግን ዓሚል ምሓዝ ዝበሃል ኣምር ፈጺሙ የልቦን። ሓደ ግዜ ብ ደቂ ኣምሓረ ኣብ ሓደ ድኳን ኣትየ ዝገዝኣን ናይ ታኒካ ጸባ ነይረን። እቲ በዓል ድኳን ንኣኣታተን ከም ዝፈቱ ይፈልጥ እዩ። ሓደ መዓልቲ ኣብቲ ድኳን ኣትየ ነታ ታኒካ ሓተትኩ። ካብ ንውዳእን ሰሙን ጌርና፣ ይኹን እምበር ንስኻ ዓሚል ስለ ዝኾንካ ንኻልኦት የለን ብምባል ንዓኻ ሒዘልካ ኣለኹ። በለኒ። ኣነ ዓሚሉ ብምዃነይ ታኒካ ጸባ ጥራይ ኣይኮንኩን ዝወስደሉ። ንሱ ከኣ ነዚ ነገር'ዚ ይፈልጦ እዩ። ብኸምዚ ኣገባብ ብዝሓዞም ዓማዊል ገይሩ ድማ ደቁ የዕቢ ነበረ። እዋኑ ኣብ ከባቢ ሰዓት ሓደ እዩ። ሚነዋለ ፍሪታታ ወይ ፋታ ዝምስስሕሉ ግዜ እዩ። ምስ ብጻየይ ኣብቲ ቤት ቁርሲ ንበጽሕ። እተን ሰራሕተኛታት ኣዋልድ ነቲ መናብራት ገላቢጠን ነቲ ባይታ ይውልውለኦ። ኣነ ድማ ኣንታይ ደኣ ትገብራ ተዓጽዋ ዲኽን ዘለኽን ብምባል ሓተትኩወን። ኖኖ ነጸራሪ ኢና ዘለና ብምባል ይምልሳ። እሞ ክንኣቱ ዶ ፍሪታታ ኢና ደሊና ንብለን። ንሰኽን ድማ እናጽረና ደኣ ከመይ ኢልኩም ክትኣትዉ ብምባል ይምልሳ። ዘስደምም እዩ። ሰራሕተኛ ስርሕ ውዒሉ ኣብ ከባቢ ፋዱስን ፈረቓን እዩ ዝምሳሕ። ንሳተን ግን ሽዑ የጸራርያ።

ቤት ሸቐጥ ወይ ቤት ንግደይ ምኸፈተን። ስለዚ ብውሑዱ ትሕትናን ስነስርዓትን ከርእየኒ ግቡእን ግዴትኡን እዩ። ሓደ ሓደ ግዜ ዝገርመኒ ኣብ ገለ ገለ እንዳ ሻሂታት ምስ እትኣቱ'ሞ ንሓንቲ ኣሳሳይት ምጽዋዕ ምስ እተብዝሓላ በቲ ሒዛቶ ዘላ ቢኬሪ ገይራ ፋሕ ከይተብለካ ኢኻ ትፈርሕ። ካብ ምሒር ብጸዋ ገጽ ኮደብ ኮደብ ምባል እናተራገሐት ከይትኸይድ ኢኻ ትፈርሕ። ግን ሓደ ነገርሲ ተሰቆራን ዘሎ ማለት እዩ። ኣነን ከማይ ዝኣመሰሉ ኣብታ እንዳ ሻሂ እንተዘይንኣቱ'ኮ፣ እቲ ገዛ ካብ ስራሕ ጠጠው ምበለ'ሞ ደቃ ውን ክትናቢ ምኽኣለትን። ከመይ ኢላ ካልኣይ ግዜ ከም ዝምለስ ከም እትገብረን ደኣ ክትሓስብ ኣለዋ እምበር ዝደለኸዎ ኣጎልጉሎትሲ ክትጸባጸብ ኣይግበኣን። እሞ ዓሚል ምኽባር ዝብል ብሽሙ ጥራይ ንፈልጦ ሸቃጦን ወሃብቲ ኣገልግሎትን፣

ኣታ ይሓስቡ ደኸ ቁሩብ ልቢ ኣለዎም እዚ ኩሉ ክውቀር ርእሲ ርእሶም ከም እኽሊ ክዕጸድ ሰራዊቶም ምሉቕ ኢሎም ከዘይከዱ ኢዶም ሂቦም ስዩ ምባል ድሕፊርዎ ወይስ መምለስ ገዛ እንት ኢሎም ሰኪፎም እኳ ዘየሓንኩ ልዕሊ ወዲ ሰብ ክኾኑ ዝህንጠዩ ዕቡያት ንዓለም ክነቁሑ ሕቕ ዝብሉ ብዕሉጋት ንሕሲ ኣየድልዮምን ኣይግብኦምን ምሕረት ባርዕና ይሃምኮሙ ይቀጽዑ ብሞት
ሕልሚ ክጭብጡ ሓነፍነፍ በሃልቲ ስዕረት ዘይምኖም ንብላሽ ፈተንቲ ሳንቲም ኣይረኸቡን እንትርፎኡ መግረፍቲ ድራር ሓዊ ኮይኑ እዚ ኩሉ ጃህራ ብኽእለት ኤርትራ ኣይዞና ኣይዞና እሞ ህዝበይ ኣይዞና

እንታይ ዓይነት ምግቢ ተዘውትሩ? ኣነ ካብ ኩሉ ምግቢ ስጋ እየ ዝፈቱ ዝብል ዓርኪ ነይሩኒ። ኣንበሳ ዝኾነ እዩ ዝመስሎ ዝነበረ መስለኒ። ከልቢ ስጋ ከም ዝበልዕ ረሲዕዎ ድዩ? ስለምንታይ ግን ስጋ? ስጋ ኮን እረግ እዩ ብምባል ኣነ ይገልጸሉ ንሱ ድማ ገዓት ከኣ ደስ ይብለኒ ምናዳ'ኳ ምሸት ቅድሚ ድቃስ ብምባል ወሰኸለይ። ደጋጊምካ ናብ ግዜ ዕቤትካን ገዓት ምብላዕ ጠንቂ ሕማም ልቢ እዩ በልክዎ። ስክፍታን ስግኣትን ደኣ እዩ ሕማም ዘምጽእ እምበር ትም ኢልካ ቓሕ ዝበለካ ምብላዕ ጸገም የብሉን ብምባል ድማ ደምደመለይ። ተሓጒስካ ምብላዕ ጥዕና ምዃኑ ዘጠራጥር ኣይኮነን ካብ እናተቖያቑካ ጸባን መዓርን ጎጎን ምብላዕ እናሰሓቕካ ሻህን ባንን ምብላዕ ይበልጽ። ኣብ ኣካላት እውን ዓቢ ፍልልይ ኣለዎ። እቲ ክምርዘካ ከሎ እቲ ድማ ንጥዕና ይኾነካ። ይኹን እምበር ዝበዝሕ ሕማማት ብሰንኪ ግጉይ ስርዓት ኣመጋግባ ዝመጽእ እዩ። ንግሆ ጸብሒ ዝቖርሱ ሰባት ኣለዉ፣ ብቡን እተሰነየ። ኣብ ቤት መግቢ ኣትዮም ኣሮስቶ ይእዝዙ እሞ ነቲ ዝጠቕሞም ኣሕምልቲ ኮንቶርኖ ይሕረምዎ። ብድሕሪ እዚ ኣብ ገለ መዛናግዒ ቦታታት ከይዶም ስብሒ ዝበዝሖ ሃምበርገር ይእዝዙ፣ ብዊስኪ ገይሮም ድማ የውርድዎ። እዚ ሰላሕታዊ ነብሰ ቅትለት እዩ። እናዓበዩ ምስ ከዱ፣ እተን እተፈላለያ ናውቲ ወይ ክፍላተ ኣካላት ድማ በብሓደ ተንሲኤን ይፋረደኦም። ልቢ፣ ስለምንታይ ምሉእ ህይወተይ ብስብሕን ቅብኣትን ዕረፍቲ ኸሊእካኒ? ትብል። በደለኛ ሰብ ድማ፣ ኣነስ ሓይሊ ትረኽብሉ መሲሉኒ እምበር፣ ብምባል ይምልስ። ጸላም ከብዲ ግደኣ፣ ስዋ ኸይኣኽለካስ ኣረቂ ሓዊስካ ዕምረይ ከተሕጽሮ? ትብሎ። በደለኛ ሰብ ድማ፣ ሽዑ ደኣ ከምኡ ዘይትብልኒ? ይምልስ። ኩሊት ብወገና፣ ብሰሪ ደም ብዝሕኻን ሽኮርያኻን ቀውሲ ኣእቲኻለይ። ብምባል ትወቕሶ። ወዮ ሰብ ድማ፣ ኣነስ መዓስ ጽቡቕ ረኺበ? ኢሉ ይምልስ። ከስዐ እውን፣ እረ እቲ ስጋ ይጽልኣካ እንድዩ፣ ቅጫን ሓምልን ከም ዝፈቱ ጠፊኡካ ድዩ? ብምባል ትሓትት። ወዮ በደለኛ ሰብ ድማ፣ ጤል ድየ ደኣ ኣሕምልቲ ክበልዕ ዝነብር? ብምባል ይምልስ። ሽዑ ጉባኤ ይካየድ፣ ፍርዲ ድማ ይወሃብ። መብዛሕትኡ ግዜ እቲ ውሳኔ ደስ ዘብል ኣይኮነን፣ ዘቤታዊ ማእሰርቲ ወይ ሞት እዩ። ብሓጺሩ እቲ ኣካላትካ ዝደልዮን ንዓኻ ቃሕ ዝብለካን መግቢ ክትፈላልዮ ክትክእል ኣሎካ። ሽኮር ንኣፍካ ጥዑም እዩ፣ ኣካላትካ ግን ብብዝሒ መጺኡ ክወሮ ኣይደልን። ጨው፣ በርበረ፣ ዘይቲ፣ ኣልኮላዊ መስተ፣ ቡን፣ ሽጋራ፣ ንህዋሳትካ ዘንቀሳቕስን ደስ ዘብልን እዩ። ኣካላትካ ግን ብዘይብኡ ክነብር እውን ኣይጸልእን። ኩሉ ትበልዖን ትሰትዮን ናብ ደምካ እዩ ዝኣቱ። ቅድሚ እዚ ግን ክሓቅቕን ክጻረን ክወሃሃድን ግድን እዩ። ኣብዚ ናይ ምጽራይን ምውጋንን ስራሕ እዚ ጸላም ከብዲ ዓቢ ተራ እያ ትጻወት። ግን ከኣ ብዙሕ ደስ ዘይብላ ቀመማት ንሰደላ ኢና። ስራሕ ልዕሊ ዓቕማ ኮይኑ ኢዳ ክትህብ ከላ ግን መምለሲ የብላን። ኣብ ኣካላትና ዘላ ዓባይ ላባራቶረ ንሳ ብምዃና ብቴክኒካዊ ምኽንያት ተዓጽዩ ዝብል ጽሑፍ ገዲፋ ከይትዕዘር ክንጥንቀቕ ይግባእ። እቲ ቀዲመ እጠቐስኩዎ ብጻየይ ምስ ነፍሲ ወከፍ መግቢ ንመሕቀቒ ዝኸውን መስተ ይሰቲ እዩ። ብፍላይ ወይኒ ወይ ነቢት ድሕሪ ምግቢ ንምሕቃቕ ይጠቅም እዩ ዝብል ርድኢት'ዩ ነይርዎ። መስተ ካብ ዝመሃዝ ኣስታት ሽዱሽተ ሽሕ ዓመታት ገይሩ ይኸውን። ምናልባት ኣብ መሶጶጣምያ ወይ ዒራቕ እዩ ንመጀመርያ ግዜ ተጠጅዩ ዝኸውን። ቅድሚኡ ግን ኣልኮላዊ መስተ ኣይነበረን። ወዲ ሰብ ግን ናብዛ ዓለም ካብ ዝመጽእ ሚልዮናት ዓመታት እዩ ገይሩ። ቅድሚ መስተ ምፍጣሩ ደኣ ነቲ ዝምገቦ ዝነበረ ዘይበሰለ ስጋን ፍረታትን ሰራውርን ከመይ ኢሉ የሕቅቖ ነበረ? ኣካላትና ካባና ዝደልዮ ጽፉፍን ዘይተበከለን ቀመማት ዘይተሓወሶን ዘይተቐልወን ኣብ ፍረታትን ኣሕምልትን ዝዘንበለ ምግቢ እዩ። ብዛዕባ ምሕቃቕን ካልእ መስርሓትን ግን ባዕሉ ዝቖሞ ላባራቶሪ ኣለዎ። ኣብ እንስሳታት እንተተመልከትና፣ እቲ ዝበልዕዎ ምግቢ ጽፉፍን ምስ ኣካላቶም ዝሰማማዕን ብምዃኑ፣ ከይሓመሙ ንብዙሕ ዓመታት እዮም ዝነብሩ። እንስሳታት ተረኽበ ኢሎም ዝኾነ ምግቢ ይወስዱን እዮም። ንኣብነት ንድሙ ፓስተ ወይ ዘይት ቡን ወይ ሸሓኒ ፉል ምስ ትቕርበላ ብጥሜት ክትመውት እንተዘይደልያ ኣይትትንክፎን እያ። ንኸልቢ ድማ ሬድ ለበል ዊስኪ ምስ ትጋብዞ ኣይልኽፈልካን እዩ። ሰብ ግን ስም ናይቲ መግቢ ከይነገርካን ዝኾነ እንተቐረብካሉ ኣየንሕስ የሎን። እምኒ ውን እንተዘይተሮ ነይሩ ጠሊሙ በልዖ። በዚ ባህርያት እዚ ቻይነውያን ፍሉጣት እዮም። ኩሉ እዮም ዝበልዑ። ነንሓድሕዶም ጥራይ እዮም ዘይበላልዑ። ንሰብ እተዋህቦ ገምጋም ዕድመ ካብ ሰብዓ ክሳብ ሰማንያ እዩ። እንተበዝሐ ድማ ተስዓ። ንኸልቢ ክሳብ ዕስራ ዓመታት ተዋሂብዎ ኣሎ። ነንበሳ ክሳዕ ሓምሳ። ንጎብየ ክሳዕ ሚእቲ ወይ ውን ክልተ ሚእቲ። ኣብዚ ኩነታት እዚ ሰብ ጥራይ ነቲ ውሁብ ዕድሚኡ ኣብ ጥርዙ ከየብጽሖ ኣብ መንጎ ብሕማም ተሰኒፉ ወይ ብቕልጡፍ እርጋን ተደኒሱ ዝመውት ከልቢ ነተን ኣምላኽ ዝሃቦ ዕስራ ዓመታት ቁሩብ እዩ ዘትርፈለን እምበር ኩለን ይነብረን እዩ። ኣንበሳ ውን ነተን እተዋህብኦ ሓምሳ ዓመታት ከምኡ ዳርጋ ይውድኣን እዩ። ጎብየ ውን ከምኡ። ሰብ ግን ብኣመጋግብኡን መደባት ኣነባብርኡን መብዛሕትኡ ኣብ ሰብዓ ዓመት ዕድሚኡ ከይበጽሐ'ዩ ሓሚሙ ይኹን ኣሪጉ ዝመውት። ሓደ ሓደ ግዜ ነቶም ሚእቲ ዓመት ወይ ልዕሊኡ ዝነብሩ ኣቦታትና ወይ ኣዴታትና እንታይ ምግቢ ከም ዘዘውትሩ ምሕታት ኣገዳሲ'ዩ። ኣቦይ ሰቋር ሚእትን ዓሰርተን ዓመት ገርኩም ኣለኹም እንታይ ምግቢ ኢኹም ዝያዳ እተዘውትሩ? ምስ እትብሎም ዋእ ዝረኸብክዎ ይብሉኻ። ከመይ ማለትኩም እዩ ዝረኸብኩሞ ክትብሎም ከለኻ፣ ሓምሊ፣ ቅጫ ስገም፣ ጸባ፣ ስዋ ይብሉኻ። ስጋኸ ትበልዕዶ? ትብሎም እሞ ኣቦይ ስቋር ድማ፣ ኣይ ኣበይ እሞ ክረኽቦ? ይብሉኻ። እንቋዓይ ረኸብዎ። ስጋን ጠስምን ጣይታን ዘዘውትሩ ነይሮም እንተ ዝነብሩ፣ ኣብ ኣርብዓ ዓመቶም ካብዛ ዓለም ምተሰናበቱ ነይሮም። ስለዚ ንበልዖ ደኣ ንፍለጥ። ዝኸበርኩምን ዝኸበርክንን ተኸታተልቲ መደብና መደብ ንልቦና ንሎሚ ቀሪባቶ ዝነበረት ትሕዝቶ ዛዚምና ኣለና። ሰላም።